ግን ዳናበልና ዝኸበርኩም ተመልከትና ሓፀርቲ ፀብፃባት እንሆም ኣባላት ፖሊስ ዞባ ሰሜን ምዕራብ ትግራይ ወረዳ ታሕታይ ቆራሮ ናይ ዝተፀገሙ ስድራ ስዋኣት ዝራእቶም ወቕቱ ብዘይሓለወ ዝናብ ከይህስ ከይበላሾ ወፍሪ ዓፂድ እዮም ኣሳሊጦም ዘሎም ሓገዝ ዓፂድ ዝተገበረሎም ስድራ ስዋኣት ብወገኖም ኣባላት ፖሊስ ዞባ ሰሜን ምዕራብ ትግራይ ንስድራ ስዉኣት ትኹረት ሂቦም ዝራእቲ ብምዕፃዶም ኣዝዮም ሕጉሳት ከምዝኾኑን ፍሉይ ሞራል ከምዝፈጠረሎምን እዮም እናገለፁ ዝርከቡ። እቲ ኣብ ዝተፈላለዩ ጣብያታት ተረኺቦም ዝገበርዎ ሓገዝ ስድራ ስዉኣት ዝራእቶም ክሳብ ናብ ቆፎኦም ዝኣቱ ኣብ ጎኖም ኮይኖም ንምሕጋዝ ሓገዝ ከምዝገብሩ ድማ እቶም ኣባላት ፖሊስ እዮም ገሊፆም ዘለው። ጉዳያት ኮሚኒኬሽን ወረዳ ታሕታይ ቆራሮ ከምፀብፀቦ። ትካል ገባር ሰናይ ወርልድ ቪዥን ኢትዮጵያ ጨንፈር ዕዳጋ ዓርቢ ኣብ ምምሕዳር እንዳባ ጻሕማ ከተማ ዕዳጋ ዓርቢ ብ4.5 ሚልዮን ብር ጽገና ጽሩይ መስተማ እዩ ኣሳሊጡ ዘሎ። ነበርቲ ከተማ ዕዳጋ ዓርቢ ብወገኖም ኣብታ ከተማ ሰፊሕ ጸገም ጽሩይ ዝስተ ማይ ከም ዘሎን እዚ ድማ ንማሕበረ ቁጠባዊ ምንቅስቓስ ኣጸጋሚ ኮይኑ ምጽንሑ እዮም ገሊጾም ዘለዉ። ትካል ገባር ሰናይ ወርልድ ቪዥን ኢትዮጵያ ንዝወሰዶ ተበግሶ ድማ ነቲ ፀገም ዘቃልል ከምዝኾነ እዮም እናገለፁ ዘለዉ። ሓላፊ ቤት ፅሕፈት ግልጋሎት መስተ ማይ ከተማ ዕዳጋ ዓርቢ ኣይተ ፀሃየ ገብረገርግስ ኣብታ ከተማ ሰፊሕ ፀገም ፅሩይ መስተ ማይ ከምዘሎን ብዓቕሚ እቲ ወረዳ ዘይከኣል ዝነበረ ንብረት ትካል ገባር ሰናይ ወርልድ ቪዥን ኢትዮጵያ ብሓደሽቲ ፓምፓታት ማይ ምትኩ ነቲ ዝነበረ ሕፅረት ቀረብ መስተ ማይ ዘቃልል ከምዝኾነ እዮም ገሊፆም። ኣተሓባሪ ትካል ገባር ሰናይ ወርልድ ቪዥን ኢትዮጵያ ጨንፈር ዕዳጋ ዓርቢ ኣይተ ዘካርያስ ገብረኪዳን ፀገም መስተ ማይ እታ ከተማ ብምርድዳእ ምስ ኣመራርሓን ነበርትን ዘተ ብምክያድ ነቲ ዝተበላሸወ ማሽን ብ ኣርባዕተ ነጥቢ ሓሙሽተ ሚሊየን ብር ወፃኢ ብምፅጋን ዝባኽን ዝነበረ ማይ ናብ ረብሓ ከምዝወዓለ እዮም ሓቢሮም ጉዳያት ኮሚኒኬሽን እንዳባ ፃሕማ ከምዝፀብፀቦም። ብምትሕብባር ወንጌላዊት ቤተ ክርስቲያን ህይወት ብርሃንን ዕዳጋ ዓርብን ኣማኑኤል ሕብረት ወንጌላውያን ቤተ ክርስቲያን ሸውዓተ ነጥቢ ሸውዓተ ሚልዮን ብር ንሓደ ሚእትን ዕስራን ደቂ ኣንስትዮ እዩ ሓጊዙ ዘሎ ኣብ ምሕዳር እንዳባፃሕማ ፆታዊ መጥቃዕቲ ዘጋጠመን ደቂ ኣንስትዮ እተን ሓደ ሚእትን ዕስራን ህይወት ብርሃን ምስ ኣማኑኤል ቤተ ክርስቲያን ብምትሕባር ንሸውዓተ ወርሒ ብሸውዓተ ዙር ናይ ስነ ኣእምሮን ኣካላውን ሕውየት ናይ ምግቢ ሓገዝ ናይ ትምህርቲ ድጋፍን ከም ዝተገበረለን እቲ ድጋፍ ድማ ቀፃሊ ምዃኑ እቲ ሓባሪ ህይወት ብርሃንን ዕዳጋ ዓርብን ፓስተር ብርሃነ ገብረክርስቶስ እዮም ገሊፆም። ብጀኖሳይዳዊ ኲናት ብወረርቲ ሓይልታት ፆታዊ ጥቕዓት ዝበፅሐን እተን ብዝተገደዳ ደቂ ኣንስትዮ ሰላሳን ክልተን ደቂ ኣንስትዮ ህይወት ብርሃን ቤተ ክርስቲያን ኩሉ ዓይነት ወፃኢ ሸፊኑ ኣብ ሪፊራል ሆስፒታል ዓይደር ኣብ ኣክሱም ሪፈራል ሆስፒታል ክሕከማ ናብ ነበሩ መነባብሮኦን ክምለሳን ከም ዝገበረ እቲ ሓባሪ ከይደ ስርዓተ ፆታ ወይዘሮ ኣሚት ገብረሚካኤል እየን ሓቢረን ዘለዋ። ከንቲባ ምምሕዳር እንዳባፃሕማ ኣይተ ገብረ ተክለሃይማኖት ህይወት ብርሃን ምስ መዳርግቲ ኣካላት ፆታዊ ጥቕዓት ንዝበፅሐን ደቂ ኣንስትዮ ሕውየት ስነ ኣእምሮን ኣካላውን ክረኽባ ድማ ዝገበሩ ኣበርክቶ እዮም ምስጋና ኣቕሪቦም ዘለዉ። ዩኒቨርሲቲ ራያ ካብ ካልኣይ ክሳብ ራብዓይ ዓመት ኣብ ዝነበረ ከይዲ ምማር ምስትምሃር ልዑል ውፅኢት ንዘመዝገቡ ሓምሳን ሓሙሽተን ልዑል ውፅኢት ዘመዝገቡ ተምሃሮ እዮም ሽልማት ኣበርኪቱ ዘሎ። እቲ ዩኒቨርሲቲ ንተኸታተልቲ ኣርባዕተ ዓመታት ብሉፅ ውፅኢት ንዘመዝገቡ ሓምሳን ሓሙሽተን ተምሃሮ ሽልማት ገንዘብን ምስክር ወረቐትን ከም ዘበርከተሎም ተሓቢሩ። ፕሬዚደንት እቲ ዩኒቨርሲቲ ፕሮፌሰር ታደሰ ደጀኔ ዩኒቨርሲቲ ራያ ፅሬት ትምህርቲ ኣብ ምርግጋፅ ኣበርቲዑ ይሰርሕ ምህላዉ ንተኸታተልቲ ኣርባዕተ ዓመታት መውፅኢ ፈተና ዝወሰዱ ተምሃሮ ብብቕዓት ምህላፎም ድማ እዮም ኣዘኻኺሮም ዘለዉ። ፀብፃብ ሃፍቱ ብስራት እዩ ከም ዘመላኽቶ። ዲሞክራሲያዊት ሪፐብሊክ ኮንጎን ሩዋንዳን ስምምዕ ሰላም ፈሪመን ክብል ቢቢሲ ኣብ ዘውፅኦ ሓበሬታ ኣመላኺቱ ኣሎ። ኣብ ዋሽንግተን ዲሲ ፕሬዚደንት ሩዋንዳ ፖል ካጋሜን ፕሬዚደንት ዲሞክራሲያዊ ሪፐብሊክ ኮንጎ ሰላም ስምምዕ ምፍራሞም ተገሊፁ። ሰላም ስምምዕ ክልቲኤን ሃገራት ሰፊሕ ቁጠባዊ ምትእስሳር ከምዝፈጥርን ነቲ ዘሎ ጎንፂ ደው ክብልን ትፅቢት ከምዝግበረሉ ተመላኺቱ። ኣብቲ ውዕሊ ሰላም ስምምዕ ዝተረኽቡ ፕሬዚደንት ትራምፕ ክልቲኤን ሃገራት ዝፈረማሉ ስምምዕ ሰላም ኣዝዩ ዝነኣድ ከምዝኾነ እዮም ገሊጾም። እቲ ንዓሰርተታት ዓመታት ዝጸንሐ ኲናት ደው ክብልን ዝተመዛበሉ ወገናት ናብ መረበቶም ክምለሱን ከምኡ'ውን ሓዱሽ መዋቕር ቁጠባዊ ዕብየት ክህነጽን ኣብቲ ስምምዕ ምፍራመን ቢቢሲ ጠቒሳ መሳርሕትና ትዕግስቲ ሓዱሽ እያ ጸብጺባቶ። ዕለታዊ ሓጸርቲ ጸብጻባት ነዚኦም ይመስሉ ነይሮም። ስለ ምክትታልኩም ኣመስጊና ናብ ኣድያመይ ክመልሰኩም።